ኣለና ሱል ክሬም ኣለና

ገለ ኮይኑ እቲ ቪውስ የብሉን ኮይኑ ጠጠው ኢሉ እንታይ ከምዝኾነ ስለዚ ብትሕትና ከኬድኩም ላይክን ሸርን ተትገብሩለይ ዝኾነ ቪድዮታት ደስ ምስ በለኒ እንታይ ከምዝኾነ በቃ ጠጠው ኢሉ እቲ ቪድዮታት ኣይረኤን እዩ ብዙሕ ፅቡቕ የለን ስለዚ ካንዴር ያርክ ማይ መደ ካንዴር ጎሊከን ውን ቪድዮር ኦዴላ ቲልንዋን እዚኣስ ስራሕ ክኸይድ ኣይክእላን ስራሕ ከይድ ዳሕራይ Ja, det er sant, det. Men jeg vet faktisk ikke. ኣብ ኣብ ቪድዮ ኣብ ዩቱብ ኣብ ቲክቶክ ሲ ፈፂሙ ደይ ከይድ ዘሎ ኣይከይድን እዩ ፖስት ዝገበርኩ ጠጠው ኢሉ ስለምንታይ ምዃኑ ኣይፈልጥን እዩ ሕጂ እ፣ ኣብኡ እየ ኣብኡ ዝኾነ ቪድዮ እ፣ ላይክ ጌርኩም ሓሙሽተ ቪድዮ ድዩ ገለ ሽዑ ከዓ ክስታይ ተጌርኩም እያ ዳስ ኣንቲ ሓቅኺ ኣብ ኤርትራ ናይ ፀሓይ ክሬም ገለ ኣይንገብርን እየና እ፣ ስለዚ ይርድኣኒ እዩ ኣብዚ ግን ክትገብር ኣለካ ኣነ ብውልቀይ እዘን ቁሩብ ዓመታት እየ ጀሚረ ምክንያቱ ክስታይ ስለ ክመፃኒ ዝኾነ ኣቲ ጻውዒት እዩ ያ እዚ ታቱ ክስታይ ስለ እዚ ሱል ኤክሰም ገለ ክገብረለይ ስለ ዝጀመረ እምበር ኣይገብርን እየ ነይረ ኣነ እዚአን ኣርባዕተ ሓሙሽተ ዓመት እየ ገይረ ከሕክኸኒ ምጀመረ እምበር ገይረ ይፈልጥን እያ ንሃማኒ ግን ሕጂ ግን ሱል ኤክሰም ወፀኒ ኣብዚታተይ የሕክኸኒ ገለ ስለ ዝኾነ ግድን ገብር ክገብር ኣለኒ እምበር ገይረ ይፈልጥን እየ ንቆልዑት ግን ገብረለን ነይረ ንዓይ ግን ገይረ ይፈልጥን ናይ ክፍሊን ኣነ ከማን ፎሻይንት ምስ ኮነ እየ ጀሚረ ደባ ፎሻይንት ኦብርከ ምክንያቱ ሕጂ ኣብዚኣ ኮፍ ኢለ ኣለኹ ድሓር ክሕክኸን ንኽእል እዩ ስለ ኤክሰም ገለ ክወፃ ንኽእል እዩ ኣዚ ኤክሰም ሱል ኤክሰም ሱል ኤክሰም ሱል ኤክሰም ሽሊት ሰምቲ እዩ እዚታትካ ከሕክኸካ ገለምታት ጥዑም ኣይኮነን ያ ኤክዛምት ያ ሰማሃር ስለዚ ሲ ብፍላይ ከዓ ንቆልዑት ገለ ክንገብረሎም ኣለና ንገብር ኣለና

ሕጂ ደቅና ኩሎም ትምህርቲ ክውድኡ እዮም። ገሊኦም ድማ እቲ ውፅኢት ናይ ትምህርቶም ፅቡቕ ዘይኮነ ክኸውን ይኽእል እዩ። እቲ ናይ ትምህርቲ ውፅኢቶም ፅቡቕ ዘይኮነ ክኸውን ይኽእል እዩ። ስለዚ ንሕና ከም ስድራ እቲ ውፅኢት ናይ ትምህርቶም ርኢና እንታይ ዓይነት ስጉምቲ ክንወስድ ኣለና? ምክንያቱ ዝኾነ ቆልዓ ዝከኣሎ ጽዒሩ እዩ ከምኡ ዝወስድ ማለት እዩ። እቲ እቲ ነጥቢ ናቱ ውሕድ ገለ ክኸውን ክኽእል እዩ። ስለዚ ኩሉ ግዜ እቶም ንዛረቦም ቃላትን እቲ ከመይ ጌርና ንዓኣቶም ንቕበሎምን ኣስ ምስትውዓላት ወይ ከዓ ሜላ የድልየና እዩ። ምክንያቱም ኩሉ ግዜ ውጽኢት ናይ ትምህርቶም ሕማቕ ክኸውን ከሎ ድስምዖም ሓዘን ወይ ከዓ ድስምዖም ሕማቕ ነገር ስለ ዘሎ ምትብባዕ ተዘይኮይኑ እምበር ሕማቅ ቃላት ገለ ክንውርውረሎም የብልናን እንድሕር ድኣ ንሰብ ኣብ ሕማቅ ከሎ ሕማቅ ቃላት ወርዊርካሉ ብፍላይ ከኣ ንደቅካ ንዝቀርበካ እንድሕር ዘይተረዲእካዮ ኩሉ ግዜ ኣብ ሓንጎሉ እዩ ዝሰርእ ትራውማ እዩ ዝገብረሉ ስለዚ ብዝተካእለና መጠን እተን ዝሓመቅወን ሳብጀክትታት እተን እንታይ እዮም እንታይ እዮም ሓሚቆም ዘለዉ እንታይ እዮም ከነተባብዖምን ከነብሎምን ጥራሕ ይደለና ኦኬ እንታይ ተግበርካ እዩ ዝሓይሽ ንምሳሌ እንድሕር ክወስዶ ዝኽእል ነገራት ኣሎ ኣብ ዝመጽእ ህዝቲ ክትወስዶ ትኽእል ብሓፂሩ ልዝብ ገለ ክንገብር ኣለና ሓንሳብ ሓንሳብ እቲ ንሽዕኡ ዝመስለና ቃላት ኩሉ ግዜ ኣብ ሓንጎሎም ክሰርፅ ይኽእል እዩ ትራማ ክገብረሎም ይኽእል እዩ ስለዚ ተቐባልነትና ኣብ ርእሲ ደቅና ዘለና ወይ ከዓ ኣብቲ ዝገበርዎ ናይ ሕምቀት ቤት ትምህርቲ ገለ ደገፍቶም ኢና ክንከውን ዘለና እምበር ከነዋዳድሮም የብልናን ኣታ ሕማቅ ሓውኻ ከምዚ ገይሩ ሓፍትኻ ከምዚ ምፅያ እስኻ ግዳ ከምዚ እንዳበልና ሞራሎም ገለ ክንሰብረሎም የብልናን ደይፍለጠና ነገር እንታይ እዩ ቃላት ኩሉ ግዜ ንሽዑ ጥራሕ ዘይኮነ ዘልኣለማዊ ምሳኻ ክሰርፅ ይኽእል እዩ ማለት ኩሉ ግዜ ትራማ ክገብረልካ ክእል እዩ ተዘክሮታት ክገብረልካ ክእል እዩ ደይ ንፉዕ ንፉዕ ደይኮንካ ከምዚ ደይ ገርካ ተልካዮ ንሰብ ስለዚ እዚ ከም ሕምቀት ክንሪኦ ደይኮነ ተቀቢልና ነቲ ዝሓመቅዎ ነገር ከመይ ገሮም ከመሓየሽዎ ከምዝክእሉ ዕድላት ከኣ ስለዘሎ ካልኣይ ኤግዛም ክገብሩ ክእሉ እዮም ካልኣይ ክወስድዎ ስለዝክእሉ እዚኣ ኩሉ ግዜ ክስታይ ይስምዓካ ከም ስድራ ግን ክንጥንቀቅ ክንክእል ኣለና ዋላ ኣለዉ ቆልዑት ገለ ከምኡ ዝብሉ ገለ ዝጽረፉ ገለምታት ደንቆሮ ከምዚ ንስኻ ደኣ ከምሰ ትገብር ነርካ ኣቐዲምና ኣለይ መለይ ክንብሎም ይግባኣና እዩ እቲ ሓሚቖሞ ዘለዎ ምፍላጥና እቲ ምትብባዕ ዘድልዮም ምትብባዕ እዚ ሓላፍነትናን ግዴታናን እዩ እንተ ትምስኮ ነገለ ግን ሕማቅ ቃላት ምባል ግን ብጣዕሚ ትራማ ዝገብረሎም ነብሰ ምትሓት ይገብረሎም ነብሰ ምጽላእ ይገብረሎም ክርድኣና ክንክእል ኣለና ልክዕ ዓበይቲ ክንሓዝን ከለና ዝስምዓና ስምዒታት ደቅና ድማ ከምኡ እዩ ዝስምዖም ሰላም ሰላም ከምኡ እዩ ዝስምዖም ስለዚ ኣብ ርእሲ ደቅና ቆልዑ ስለ ዝኾኑ ንጥቀመሎም ቃላት ክንጥንቀቅ ክንክእል ኣለና ብጣዕሚ ብጣዕሚ ክንጥንቀቅ ኣለና ብጣዕሚ ከዓ እዩ ብርቱዕ እዩ እቲ ክስታዮም ብጣዕሚ እዩ ሓያል እቲ ትምህርቲ ሓያል እዩ ክንርድ- ክንርድኦም ኣለና ብጣዕሚ እዮም ዝፅዕሩ ብጣዕሚ እዮም እ፣ እንታይ ይበሃል ዝኾኑ ብጣዕሚ ፃዕሪ ኣለዎ ድኻም ኣለዎ ብዙሕ ብዙሕ ነገር ኣለዎ ስለዚ ኣብ ገዛ ኮይና ንሕና ሞቲቬሽን ጥቡቅ ሞቲቬሽን ክንህቦም ተዘይክኢልና እጆኽ እዛ ጓለይ እጆኻ እዛ ወደይ በቃ እንታይ ተጌርኪ እዩ ዝሓይሽ ሕጂ እሞ የዕርፊ ሽዑኡ እንታይ ተገበርና ሓይሽ እንታይ ክትምልእ እዮ ትደሊ እንታይ ኣሎ ሓድሽ ክትገብርዮ ዝግብኣኪ ኢና ክንብሎም ዘለና እምበረይ ብፅፍዒት ብሕማቅ ፀርፊ ገለ ክንቅበሎም የብልናን ኩነታት ክንርዳእና ክኽእል ኣለዎ ልክዕ ከምቲ ንዓና ዘቆንዝወና እዩ ዘቆንዝዎም ድሓር እንስለምንታይ ኢኹም ዝብል ዘለኹም ምስ ዓበዩ ኩሉ ግዜ ኣብ ርእሴና ዘለዎም ኣረኣእያን ፅልእን ከቢድ ክኸውን ይኽእል እዩ ድሓር ከዓ ፅልዋ ገብረሎም እዩ እቲ ፅልዋ ዝገበርካ ዝገብረሎም ከዓ እንታይ እዩ ኩሉ ግዜ ስትረስ ዘለዎም ምኾኑ ብነብሶም ዘይተኣማመኑ ኮኑ ጭንቕ ጭንቕ ይብሉ ካብቲ ኖርማል ንላዕሊ ተጨነቕቲ ነብሰ ምትሓት ዝስምዖም ንፉዓት ዘይምዃን ዝስምዖም ሕማቕ ስምዒታት ካብቲ ኖርማል ንላዕሊ ክስምዖም ይኽእል እዩ ስለዚ ክንጥንቀቕ እዩ ዘለና ውጽኢቱ ሕጂ ደይኮና ንሪኦ ኣብ መጻኢ ሂወቶም ክንድምንታይ ጽልዋ ገብረሎም ክንፈልጥ ክንክእል ኣለና ዝከኣለና ቅድሚ እቲ ጸገማት ምስ መጸ ክንገብር ኣለና ኩሉ ግዜ ካብ ትምህርቲ ከይተርፉ ትምህርቶም ጽቡቕ ገይሮም ክከታተሉ ኩሉ ነገር ክንሪኦም ኣለና እንተ እቲ ምስ ኮነ ገለ ግን ሕማቅ ቃላታት ምጥቃም ገለ ብጣዕሚ ክንጥንቀቅ እዩ ዘለና እዚ ኣታ ሕማቅ ድርባይ እስኻ ከምዚ ገልምታት ገለ ምባል ዓቢ ነገር እዩ ዓቢ ዓቢ ነገር እዩ ኣነ ድማ ኩሉ ግዜ ደጋጊመ ዝብላ ኣብዚ ዓዲ ዓቢ ኹን ንእሽቶ ይኹን ቀልጢፉ እዩ ዲፕረስ ዝኸውን ቀልጢፉ እዩ ዲፕሬሽን ዝሕዞ ቀልጢፉ እዩ ነብሰ ምትሓት ዝገብረሉ ቀልጢፉ እዩ ምስ ነብሱ ዝጻላእ ባዕሉ እቲ ኩነታት ከምኡ ስለ ዝገብረካ ተወሳኺ ድማ ኣብ ገዛኻ ተቐባልነት ዘይብልካ እንድሕር ኮንካ እንድሕር ደኣ ንኣብ ገዛኻ ክርደኣካ ዘይክኢሎም ፋሚሊኻ መሊሹ ኩሉ ግዜ ምሳኻ እንዳዓበየ ስለ ዝኸይድ ኣብ ሕማቕ ሳዕቤናት ከምጽኣካ ክእል እዩ ስለዚ እዚ ጥንቃቐ ይሓትት እዩ ብወኪል ናይ ደቅና ኮይነ እየ ዝማጎት ዘለኹ ከምኡ ክንገብር ኣለና ኣብ ስምዒት ገለ ክንኣቱ የብልና እንድሕር ደኣ ንሕና ደጊፍናዮም ንፉዓት እዮም ዝኾኑ ብዝተኻእለና መጠን እቲ ኣብ ርእሴና ዘለዎም ክብርን ተመኩ ኣብ ርእሴና ዘለዎም ኣረኣእያን ንመጻኢ ህይወቶምን ደገፍቶም ምዃንና፣ ኣኽበርቶም ምዃንና፣ ሓለይቶም ምዃንና ከነረድኦም ክንክእል ኣለና። ንዕኡ ኢልና እንዲና ንዛረቦ ግን ቃላትና ንኻልእ ከስምዑ ስለ ዝኽእሉ ጥንቁቓት ገለ ክንከውን ኣለና። ተዘይኮይኑ ግን ሓቂ ዘረባ ንፉዓት እዮም ብጣዕሚ እዮም ንፉዓት ብጣዕሚ እዮም ዝጽዕሩ ተሪእኽንኦም ህልዋኹም ኣለኩም ፍሉጥ እዩ ቆልዑት ገለ ብጣዕሚ እዮም ዝጽዕሩ በቃ ትንፋስ የብሎምን። ስለዚ ኩሉ ግዜ ኣብቲ ንሕና ንደልዮ ደረጃ ክበፅሑ መታን ክንርድኦም ክንክእል ኣለና። መብዛሕትኡ ግዜ ቆልዓ ዝደክም፣ ዝጭነቕ፣ ዝሓምም ገለ ኣይመስለናን እዩ ኣሶ ከምኡ ስለ ዘይዓበና ንሕና ግን ኩሉ ግዜ ውፅኢት ናይ ህይወትካ እቲ ብቆልዓኻ ከለኻ ትሰምዖ ዝነበርካ እቲ ብቆልዓ ከለኻ ከመይ ገይሮም ትሪት ትገብሩኻ ከም ዝነበሩ እዩ። መዓልቲ መዓልቲ እሱ እዩ እቲ ውፅኢቱ። ስለዚ ፅቡቅ ውፅኢት መታን ክህልዎም ብፍላይ ከዓ ኣብ ስደት ንሕና ኢና ጥንቃቀ ክንገብር ዘለና ንሕና ኢና ሜላና ክንቅይር ዘለና ንሕና ኢና እቲ ዝግባእና ፍቅርን ሓልዮትን እንዳርኣና ኣብቲ ክበፅሑልና ዝኽእሉ ደረጃ ንኸነብፅሖም ክንፅዕር ዘለና ኣብ ጎኖም ኮይና ስለዚ ሓደራ ከምኡ ክንገብር ኣለና ምክንያቱ እንድሕር ደኣ ናይ ሕጂ ትምህርቲ ወዲኦም ኣለዉ ክዕርፍ ዩኦም መሪሕና እንድሕር ጽቕጠት ጌርናሎም ገለ ንርእሲ እዩ ዲፕረሽ እዩ ዝገብረ ዲፕረስ እዩ ዝገብረል ካብ ገዛ ኮፍ ክብሉ እዮም ከ- ብዙሕ ብዙሕ ነገር ኣሎ ስለዚ ሲ እም፣ ያ ልዙባት ንኹን ክብል እየ ዝደሊ ያ ያ ታብታብ ክትገብሩ ኣለኹም ንፉዓት ሃይ ሰላም ሰላም ኣነ ደ ተዓፀ ኣለኹ በዚ ኸ ሰላም ከምዚ ቀደም ተሪፍካ ዶ ሓሊፍካ ኣታ ደንቆሮ ገለ ትበሃል ኣብ ዓዲ ባጀላ ሒዝካ ክትመፅእ ከለኻ ስለምንታይ ትደክም ኣለኻ ስለምንታይ ትምህርቲ ይርዳእካ የለን ስለምንታይ እ፣ ትሓምቕ ኣለኻ ገለ ዝፈልጠልካ ደይብልካ ጥራሕ ድፀርፈካ ገለ መለ ሽዑ ኩሉ ግዜ ድሁል ትኸውን ኣክንዲ ትነፍዕ መመልሽካ ዓመት ዓመት ትሓምቕ ሞትቨሽን ስለ ትስእን ተቀባልነት ስለ ዘይብልካ ስለምንታይ ትደክም ዘለካ ስለምታይ ዘይርዳእካ ዘሎ ስለ ዘይምፍላጥ ማለት እዩ ሕጂ ኩሉ ግዜ ንነገራት ሳዕቤኖም ንክንፈልጥ ኢና ክንጽዕር ዘለና እምበረ ንዓና ከማን ኣይጠቀመናን ትኸሙ እንታይ ኮይኑ እዩ ዘይርዳእካ ጽቡቅ ዶ ስምዓካ ኣሎ ውሽጣዊ ስምዒትካ ጽቡቅ ኣሎ ዶ ኣብ ትምህርቲ ተቀባልነት ኣለካ ዶ እዚታት ገለ ንበሃል ኣይነበርና ንሕና ስለዚ ንሕና እዚ ዓይነት ተመክሮ ስለ ዘለና ንሕና እቲ ንሕና ዝተመኮርናሉ ጽቡቅ ስለ ዘይኮነ ኣብ ርእሲ ደቅና ኮሙ ዓይነት ኣካይዳ ገለ ክንከይድ የብልናን ከም ዝበልኩ ድማ ኩሉ ግዜ ኣቲ ደልዎ ክበጽሑ ይኽእሉ እዮም ኣይ ኦኬ ጽገም የለን ሶ ያ ሓገዝ ክትገብረሎም ኣለካ ገለ ክትገብረሎም ኣለካ ስለዚ ብዝተካእለና ንዝመጽእ ሰሚስተር መታር ሞራል ገይሮም ተረዲእናዮም ጌግኦም ፈሊጦም ወይ ከዓ እቲ ድኽመቶም ፈሊጦም መታን ክመሓየሹ እኹል ዝኾነ ግዜን እኹል ዝኾነ ፍቕርን ክንልግሰሎም ክንክእል ኣለና ደጋጊመ ዝብላ ድማ ኣብዚ ቁሩብ ግዜ ሓንቲ ቆልዓ ጓል ዓሰርተ ሰለስተ ዓመት ምግቢ ክትሰርሕ ስድራኣ ስራሕ ከይዶም ኢዳ ነዲዳ ኢዳ ነዲዳ መዓት ሳዕቤን ጌሮምሎም ነቶም ስድራ ማለት እዩ ኢዳ ነዲዳ ስለዚ ብዝተኻእለክን መጠን ኣይን ክንሰርሕ ኢና ግድን ኢና ክንሰርሕ ኣብ ገዛ ከዓ ክኾኑ ግድን እዩ ግን ሰራሪሕክን ዝውዕ ተዘይኮይኑ እምበር ዋላ እዚ ሻሂ መፍልሒ ከማነይ ኣብ ቀረባ ኣይትግደፋሎም ቆልዓ ክዝንጋዕ ይኽእል እዩ ቆልዓ እ፣ ቀልጢፉ እዩ ጌጋታት ዝበፅሕ ስለዚ እ፣ ሓዊ ምንዳድ ድማ ነት ዝኸፍአ እዩ ኣጋጣሚ እሳ ንእሽተይ እያ ነዲዳ ኢዳ ግን መዓት ሕቶታት መዓት ገለ ግን እሱ ደይኮነ ኣገዲስኒ ዋላ ሓዊ እውን ክነዱ ስለ ዝኽእሉ ሓዊ እቲ ገዛ እውን ክነድድ ገለ ስለ ዝኽእል ብዝተኻእለና መጠን እቲ ዝምገብዎ እቲ ገለመለ ሓዊ ኣብ ካብ ሓዊ ገለምታት ገለ ክንጥንቀቕ ኣለና ሃይ ሽኮሪናታት ክንጥንቀቕ ኣለና ብዝተኻእለና ሰራሪሕናሎም ገለ ክንከይድ ኣለና ክንገድፎም ግድነትና እዩ ነንእሽተይ ስራሕ ክንህቦም እውን ፅቡቕ እዩ ግና ኣብ ሓዊ ዘቃልዕ ገለ ክኸውን የብሉን። ኬክ ክሰርሓ ገለ ክሰርሓ ገለምታት ገለ ክስታይ ክገብር የብልናን። እዚ ክንሓድገን የብልናን። ድሓር ትፈልጡ ኢኹም ኣብዚ ዓዲ ድሕር ንኣሽቱ ኮይነን ጥነን ያ ኔለይ ያ ኔለይ ሶ ጥንቅቕ ጥንቅቕ ገለምታት ንበል ብቐዳማይ እውን ኢለ እየ ምስ ዝኾነ ሰብ ምሕምባስ ገለመለ ምስዳድ ደቅና ከዓ ክንጥንቀቕ ኣለና ኣነ እዛ ምሕምባስ ምስ ካልእ ሰብ ምስዳድ ገለ ብፍላይ ከም ዝሕንብሱ ርግጸኛ እንድሕር ዘይኮንኩ ንኣሽቱ ቆልዑት እየ ዝዛረብ ዘለኹ ምስዳድ ኣይፈትዋን እየ ክትጥንቀቓ ኣለክን ኩሉ ግዜ የብለካ እዩ ይርብሸካ እዩ እዚ ግዜ ማለት ግዜ የብለካ ገለ ግን ምሕንባስ እዚ ማለት ብቐሊሉ ብሓደጋ ከቃልዕ ዝኽእል ነገር ሕማቕ እዩ ስለዚ ኣይትስደዳ እዩ ዝብል ባዕልኻትክም ዝተኻእለክን መጠን ምክንያቱ ቆልዑት ሒዝካ ትኸይድ እሳ ናታ ቆልዓ ኣለዋ ብገለ እዮም ዘዘንግዑ ቆልዑታት ከምዚ ናብ ሓደጋ ከቃልዕ ዝኽእል ነገራት ክንጥንቀቕ ኣለና ብዝተኻእለና መጠን እ፣ ማለተይ ከለኻ ከጋጥም ከሎን ምስ ሰብ ሰዲድካዮ ቆልዓ ሓደጋታት ገለ ከጋጥም ከሎን ፅቡቕ ስለ ዘይመፅእ ብጣዕሚ ጥንቃቐ ይሓተና እዩ ከም ዝብሎ እቲ ንነብሮ ህይወት እቲ ኣብ ርእሲኦም ንገብሮ ወይ ከዓ እቲ እናባብራና እዩ ውፅኢት ህይወቶም ዝኸውን ስለዚ ብዝተኻእለና መጠን እቲ ውጽኢት ህይወቶም ጽቡቕ መታን ክኸውን ጽቡቕ ተዘክሮ ዘለዎም፣ ካብ ኖርማል ንላዕሊ ጭንቀትን ሓሳብን ካብ ኖርማል ንላዕሊ ሕማቕ ትራውማታትን ከይገብረሎም ኣካይዳና ኣጸቢቕና መደፍ ጌርና ምስ ደቅና ዘለና ርክብ ልዝብ ዝበዝሖ እንዳገበርና ክንከይድ እዩ እቲ ዝበለጸ ዝኸውን። ከም ዝበልክዎ ድማ በጃኹም ኣነ ከምኡ ኢለ ኣይፈልጥን እዚ ቲክቶክ ፖስት ክገብር ከለኹ ሞይቱ ሞይቱ ስለዚ ላይክ ግበሩለይ ሼር ግበሩለይ እ፣ መታን ኣብ ንቡር ክምለሰለይ እንተኸም ዝኾነሲ ቪድዮስ ኣይረኤን እዩ ደሎ ፈፂሙ ሶ ይኣልየለይ ሕጂ ሕተተሎ ክቕበል ይኽእል እየ ንእሽተይ ኣላትኒ ስራሕ ክኸይድ እየ ስጋብ ዒስራ ጎደል ኣለኒ ስራሓይ ድየ ናይ ምሸት ኣብ ገዛ ድማ ነዞም ጉቡዝ ድበሉ ገለመለ ነንእሽተይ ስራሕ ተሃብናዮም ሕማቕ ኣይኮነን ነንእሽተይ ሎ መዓንቲ ከምዚኣ ገለ ጌርካ ተፀኒሕካ ክንዲዚ ክኸፍለካ እየ ክንዲዚ ከተእቱ ኢኻ ምባል ድማ ሕማቕ ኣይኮነን ዋላ ሕጂ ከምዚ ጃርዲን እንድሕር ኣለና ኮይኑ ማይ ኣስትሎም መዓንቲ ክንዲዚ ከፍለካ እየ እዚ ነንእሽተይ ስራሕ ምሃብ ገለመለ ክንፀልኦ የብልናን እዚ ገንዘብ ከፊልና ንዓ ከምዚ ግበር ንዓ ከምዚ ግበር ክንፀልኦ የብልናን እዚ ተመኩሮ እዮም ዘጥርዩ ዘለው እቲ ግዜኦም ከዓ ናይ ሕራይ እቲ ግዜኦም ከዓኒ ፅቡቅ ይጥቀምሉ ማለት እዩ ያ ፅቡቅ ይጥቀምሉ ምክንያቱ ሎምስ ትማሊ ወደይ ደው ኢሉ እንታይ ኢሉኒ ካብኡ ከማን ሓሳብ መፂለይ ሓደ ስድራ ናይ ዓርኩስ ንሰለስቲኦም ዓዲሞሞም ኣለው ቀዳመ ሰንበት ከሳርሕዎም እዮም ገዛ ክልምፁ ስለዝኮኑ ሲ ከሳርሑ ኢለየ እዚኣ ፅብቅቲ ሓሳብ ኢለዮ ንኩላህና ትጠቅመና ንስኻ ውን ኣብ ገዛ ከምኡ ትገብር ኢለ ስለዚ ከምኡ ክንገብር ንኽእል ኢና ስለምንታይ ኢና ከምኡ ንገብር ቀዳማይ ነገር ቀልባዕባዕ ከይብሉ ግዜ ከይበዝሖም ኣብ ቲቪ ድዩ ዋላ ኣብ ፀወታ ድዮም ከይስመጡ ካልኣይ ነገር ድማ ወፂኦም ገለ ነገር ክገብሩ ከለዉ ከዓ ክእለት ይስምዖም በቃ ከምዚ ጥዑም ይስምዖም ገንዘብ ገንዘብ ከፊልካ ሰሪሕካ ከም ዝመፅእ ይፈልጡ ስለዚ ኩሉ ግዜ ብሲስተም ኢና ንሕዞ እቲ ግዜ ሓንሳብ ሓንሳብ እንድሕር በዚሑ ዋላ ኣብ ገዛ ኮፍ ተበሉ ኣብ ገዛ እውን መዓት ሳዕቤናት ኣለዎ ኣብ ገዛ ኮፍ ኢልካ ከማነ ሙሉ መዓልቲ ክታይ ክፃወቱ ወይ ከዓ ደቂሶም ክውዕሉ ገለምታ ፅቡቅ ኣይኮነን እንድሕር ነብስካ ትሪት ዘይትገብር ኮንካ ሰብ ክድቅስ እስኻ ትትስእ ሰብ ክትስእ ከዓ እስኻ ትድቅስ እንድሕር ኮንካ ዲፕሬሽን እዩ ዝገብረልካ ቆልዑት ድማ ንዲፕሬሽን ንኸምዚ ጽልእልእ ምባል ን ወይ ድማ ኣብ ገለ ሕማቕ ልምድታት ንምእታው ተ ተኽእሎ ኣሎ። ብዙሕ ዕድላት ኣሎ እንድሕር ብዙሕ ግዜ ኣለዎም ንጥፈታት እንድሕር ዘይትገብር ኮንካ። ስለዚ ከምኡ ክትገብር ትኽእል ኢኻ። ዋላ ሕጂ እዚ ጀርዲን ገለ ተለካ ሓደ ዓርክኻ ኣምጽእ ንሰዓት ሓምሳ ቅርሺ ዲና ወይ ግን ክንከፍለኩም ኢና ከምዚ ግበሩ ከምዚ ግበሩ እንዳበልና ሜላታት እንተተጠቐምና ነቲ ግዜኦም ጥቡቕ ኳሊቲ ዘለዎ ግዜ ንኽኾነሎም ክንዕድሞም ኣለና ማለት እዩ። ገለ ነገር ክገዝኡ እንድሕር ደልዮም ንምሳሌ ኦኬ ከምዚኣን ከምዚኣን ግበር ወይ ሶኒ ድያ ወይ ሶሉስ ክልተ ግዜ ስራሕ ኣነ ከዓ እሕግዘካ እየ ሽዑ ከምዚ ከምዚ ጌርና ከምዚ እንዳገበርና ልዝብ እንዳገበርና ንቲ ንደልዮ ንቲ ንደልዮ ደቅና ክኾንዎ ክንገብር ክእለት ኣለና። So እተዊ ራሄል ክኣክልኪ ስለዚ ሕጂ ብጥበብ እያ ብጥበብ እያ መርኖ ኣይትገብርን ኢኻ እኖ ኣይህበካን እየ ገለምታት ገለ ክኸውን የብሎ ሻነይ ሻነይ ወዲ ቲክቶከይ ጠጠው ኢሉ በቃ ቫይራ እንታይ ቫይራል ኣይከይድን ኣሎ ዝ- ዝገበርክዎ ቪድዮታት እንታይ ኮይኑ እዩ ስለዚ ከምኡ እንዳገበርና ሜላ ሜላ ክንጥቀም ኣለና ብዝተኻእለ መጠን ንፋስ ክውቅዑ ብዝተኻእለ መጠን ደገ ክፃወቱ ክንገብር ኣለና ናይ ደገ ናይ ደገ ኣይ ሽኮረይ ወደይ ናተይ የዕብየኺ ኣለኺ እያ እወ ንበይነይ ቆልዑ ትዕብየ ንበይነይ ቆልዑ ትዕብየ ተማዊት እያ ወይነይ ጥዕና ጥራሕ ሃበና። ስለዚ ኣነ እውን ኣብታ ርእሲ ኣፍልጦ ዘላትኒ እቲ ተመክሮ እውን ስለ ዘለኒ እየ ኣብዩ ኣብዩ ኣብዩ በቃ ኣይረአየኒ ዘሎ እንታይ ከም ዝኾነ ሻነይ ወደይ። ሰላም ሰላም ርሄለይ
ሰላም ሰላም ስማዕ ሰላም ኣለኹ ድያ ሰላም እወ ስምዕ ኣለኸ
ኦኬ ሶሪ ጋሻ እንዲ ኣይክ ኣይ ኣት ይፈልጥ እኔ ኣብ ከምዚ ኦኬ እም፣ እንታይ ክሓተኪ ደልየ ኩሉ ኩሉ ትብልዮ ሓደ ሓደ ግዜ ዝሰምዖ እንዴ ብጣዕሚ ፅቡቅ እዩ እ፣ እንዳሓገዝካዮም ከ ሕጂ ንኣብነት እ፣ ዓቅሚ ሃሊካ ብቅዓት ሃሊካ ንክትሕግዞም እንዳሓገዝካዮም ግን ከምቲ እስኻ ዝሓገዝካዮምሲ ፍረ ዘየምፁ እንተኾይኖምሲ እንታይ ትገብር ኣለካ? ወይ ዝያዳ ስለ ሓላፍነት ናቶም ትወስድ ስለ ዘለኻ ድዩ እሶም እቲ ሓላፍነቶም ብምልኣት ዘይዋፅኡ ስለ ዘለዉ ድዩ ወይስ እንታይ እዩ ዝያዳ ግዘ እንዳሃብካ ብዙሕ እንዳሓገዝካዮም ከሎስ ግን እቲ ፍራይስ ውሕድ ይኸውን ሕጂ እንታይ እዩ መስለኪ እዚኣ እታ ሕቶይ ሓንሳብ ሓንሳብ ኣብ ቤት ትምህርቲ ምሕጋዝ ገለመለ ዲኺ ዋላ ኩሉ ነገር
ኖ ሕጂ እንታይ ኣብቲ ኣካዳሚ እያ እቲኣ ሕቶይ ኦኬ ሕጂ ሓንሳብ ሓንሳብ እንታይ ኣሎ መስለኪ እንድሕር ንምሳሌ ንበሎ እንድሕር ማተ እቲ ቆልዓ ትኸብዶ ኮይና ንሳ ትኸብዶ እንድሕር ኮይና ሕጂ ኩሉ ግዜ ጸቒጥካ ከምዚ ግበር ከምዚ ግበር ገለ ክትብሎ ከለኻ ስድራ ክሕግዞ ከሎ ነብሰ ምትሓት ክገብረሉ ይኽእል እዩ ነርቨስ ክኸውን ይኽእል እዩ ደቅና ድማ ንሕና ቁርብ ኣውሪስናዮም ኢና ከምዚ ነርቨስ እዮም ዝኾኑ ብፍላይ ድማ ዝበዝሐ ነገር ይኽእል እንድሕር ኮይኑ ሓንቲ ዘይክእላ እንድሕር መሲላቶ ከምኡ ክኸውን ይኽእል እዩ እቲ ምሳና ትሪግደይ ስምዖም ክኸውን ይኽእል እዩ ዋላ ኩሉ እንዳገበርና ከለና ሕጂ ካብ ባዕልኻ ምሕጋዝ ንኻልእ ሰብ ምጽጋዕ ጽብቕቲ እያ። ዋላ መምህር ከማነይ እንድሕር ትሪግ ዘይስምዖም ኮይኑ ኣይርድኦምን እዩ ደጋጊሞም እዮም ዝደጋግምዋ ስለዚ ድሓር ከዓኒ ነቲ ከምኡ ዝገብሮም ዘሎ ነገራት ድማ ክትፈልጦ ዝግባእካ ነገር ናይ ኣካዳሚታት ከዓ ኣሎ ንምሳሌ ናይ ቁፅሪ ዕውራት ኣለዉ ናይ ዲክስሌክሲ እዩ ዝበሃል ዲስሌክሲ ይበሃል ወይ ድማ ዲስካልኩሊ ዝበሃል ከኣ ኣሎ። ስለዚ እቲ ድሕግዘካ ሰብ ከማናየይ ምሳኻ እንድሕር ርህድኣት ዘይብሉ ይመስለካ ኮይኑ የሰክፈካ እንድሕር ኮይኑ ሰብኣይ ግድን ዋላ ንሕና ደቆም ስድርኦም ከማናይ እንድሕር ኮይኑ ካልእ ሰብ ኢኻ ትደልየሉ ካልእ ሰብ ትሪግ ዝስምዖም ማለት እዩ ሕጂ እዚ ክኸውን ይኽእል እዩ እቲ ጌጋ ካልእ ከኣ ከምዝብለኪ ናይ ቃል ዕውራት ኣለዉ ናይ ቃል ዕውር ክብለክ ከለኹ ኩሉ እቲ ኩሉ ነገር እንታይ ባህል እዮም ዝኾኑ ኣይክእልዎን እዮም ኣንቢቦም ይሽግሮም እንዳረዳእካዮም ዱንጊ ኢሉ ርዳእካ ገለ ብዙሕ ብዙሕ ነገራት ኣሎ ግን ትቀንዲ ቀንዲ ገለ ግን ንሓደ ቆልዓ ዋላ መምህሩ ከሎ እንድሕር ትሪግ ዘይስምዖ ኮይኑ በቃ ኩሉ እዩ ዝጠፍኦ ኩሉ በቃ ርብሽብሽ እዩ ዝብል ርብ- እቲ ኣባህላይ ተረዲእኪ ርብሽብሽ እዩ ዝብል ስለዚ እንታይ ኣንታይ እው ምግባር ሓይሽ ሕጂ ካልእ ሰብ ምፍ- ምም- ምምፃእ
እው ሕጂ እ፣ ኣነ ብናተይ እንደ ዝሓትት ዘለኹ ሓፈሻዊ ዘይኮነስ እወ ናተይ ብናትኪ እወ ሕጂ እወ ተረዲእኪ ሕጂ ኣነ እ፣ ይሕግዞምሽ ንደቀይ ዓቕሚ ኣለኒ እወ እ፣ ኣባይ ክመፁ ከለዉ ኣብ ገዛ ዝያዳ እዩ ዝርድኦም ከማን ካብ ኣብ ክላስ ንላዕልስ ንሓደ ቶፒክ ኣነ ክገልፆ ከለኹ ዝያዳ የርድኦም ሽዕኡ ኣብ ፈተና ምስ ከዱ ከምቲ ኣነ ግዜይ ሂበ ግዜይ ሰዊአ ዝኸፈልክዎ ዋጋስ ከምኡ ፍረ ዘየምፁ ፅቡቅ እዮም ዘምፁ ሕማቅ ኣይኮነን ግን ክንዲ እቲ ዝዘራእክዎስ ክንድኡ ፍረ ዘየእቱ ኮይነ ሕጂ ምናልባሽ ስፖይልድ ድዮም ዝኾኑ ዘለዉ ባዕሎም ኖ ኖ እ፣ እዚ ኩሉ ክጋፈጡ ኣለዎም ድዩ ኢለ ስሓስብ ኣነ ኖ ጌጋ ኖ ከይህልወኒ መብዛሕትኡ ዝያዳ ግ- ሓላፍነት መብዛሕትኡ ግዜ ናቶም ባዕለይ ስኮሞ ከይህሉ ክ- እቲ ክስታይ እዩ እቲ ፈተና ገለ ክመፅእ ከሎ ብጣዕሚ እዮም ድርበሹ ሕጂ ምናልባሽ እውን ንስኺ ዓብ ትፅቢት ህልወኪ ብርእሲኦም ከይተፈለጠኪ ሕጂ ትፀቕጢኦም ክብል ኣይመርፅን እየ ግን እስኺ ውፅኢታዊ ዝኾነ ነገር ክገብሩ እዩ ክትደሊ ደለኺ ቁርት ሊኣብኡ ናፅነት ኣይትህብዮም በቃ ስለተፅናዕኹም ፅቡቕ ከተምፅኡ ገለ ኢልኪ ክትሓስብ ትህልው ኢለ እየ ዝግምት ስለዚ ቆልዑት ድማ ኩሉ ግዜ ኣብ ፈተና ገለ ክኾን ከሎ ብነብስኹም ድሑ ሰብ እዮም ኩሉ ኩሉ ቆልዓ ኣይኮነን ነርቨስ ገለምታት ገለ ስለ ዝኾኑ እዮም ሕጂ እቲ ዘለኪ ትፅቢት እስኺ ቁርትለይ እ፣ እንተተውሕድዮ እቲ ድበለፀ እንድሕር ደሓን የምፅኦ ኣለዉ ኮይኖም እንተትቕበልዮ ሕጂ ኣንቶይ ከምኡ ብል ነይረ ከይተፈለጠና ንሕና ፅቕጣት ንገብረሎም ኢና ከይተፈለጠና ኣብ ርእሲኦም ኢና ጠጠው ንብል ከም ቁማል ዋላ ተዘይረኣዩና ተረዲእኪ እቲ ስምዒታትና ሓንሳብ ሓንሳብ ዋላ ብቃላት ኣይንግለጾ እምበር ካብኦም እንታይ ንደሊ ደቅና ይፈልጡ እዮም ጽቡቅ ጌሮም ስለዚ እቲ ሓደ ቆልዓ ድማ እንድሕር ደኣኒ ይጨናንቅ ኣሎ ኮይኑ ካብቲ ዝግብኦ ንላዕሊ ከምጽእ ኩሉ ግዜ ኣብቲ ፈተና ድንግርግር ይድሉ ሕጂ እቲ ናትኪ ክራብ እስኺ ትደልዮ ካብኦም ትጽበዮ ኣውሕድ ተተብልዮ ሜላኺ ተትቕይሪ ጽቡቅ ኔሩ በቲ ዘምፅዎ ሕጉስቲ ኩኑ ሽዕኡ በቲ ዘምፅኹሞ ፅቡቅ ሕጂ እንታይ ክንገብር ሕጂ ኣነ ሓንቲ ኤግዛምፕል ክነገር ወደይ ኩሉ ሽዱሽተ ገለ እዩ ዘምፅእ ማትማቲክ ግን ትርብሾ ነይራ ብጣዕሚ ማተሲ በቃ ካብ ባነስኩሎ ከሎ ነጊረ ማለት ሕጂ ኣነ እታ ጌግኡ ኣቐዲመ ሕማቕ ሜላ ስለ ዝተጠቐምኩ ኖኖኖኖ ይርዳእካ የለን ገለ ስለ ዝበልኩዎ ሓንሳብ ኣይተረድኦቶን ከዓ ከምኣ ስለ ዝበልኩዎ ኣነ እንድሕር እስከ ክሪኦ ገለ ኢልዮ ነርቨስ እዩ ዝኸውን ዋላ ካብ ፋሚሊ ብ ገዛና ነርቨስ ይኸውን በቃ ደይክእሉ ዋላ እቲ ድኽእሎ ድነበረ እዩ ድጠፍኦ ሽዕኡ በዓል ቤተይ ከዓ ጀሚሩ ከምኡ ምስኡ ከዓ ሕርቕ ሕርቕ እብል